ሰላም ዋት ኣብዛ ማት ጂኦሜትሪ ክላስ እምበኣር ብዛዕባ ኩሎክ ኣብ ኩሎክ ዘሎ ኣፕቲቱድን ከመይ ጌርና ሬዚነይት ንገብርን ምስ ዲግሪ ዘለዎ ምተሓሓዝን ክንዕዘብ ኢና ንኣብነት እንድሕር ድኣ እቲ ሓፈሻዊ ትዕዝብቲ ናይ ክሎክ ርኢናዮ ናይ ሓንቲ ሰዓት ኣብ ላዕሊ 12 ኣለና መበገሲ በንጻር ናቱ 6 ኣለና እንደገና ብናቱ ቅድሚት ይቕሬታ ሰለስተ ኣለና ከምኡውን ትሽዓተ ኣለና ብናቱ ኣንጻር እዚ ማለት ከዓኒ ኣብ መንጎኡ ሓቂፎ ድርከብ ናምበር ኣሎ ሓደ ብዚ ኣለና ክልተ ሰለስተ ምስ በልና ኣርባዕተ ኣለና ሓሙሽተ ሰዓት ኣለና ሸውዓተ ሰዓት ኣለና ሸሞንተ ሰዓት ኣለና ትሽዓተ ምስ በልና ዓሰርተ ኣለና ዓሰርተ ሓደ ከምኡውን ዓሰርተ ክልተ እዚ እቲ ዓይነት ሰዓት ዘለና ዘባውራ እዩ እንታይ ድብል ሕቶ ክመፀና ይኽእል እዩ ባይዘወይ ንኣብነት ኣብዚ ኣርባዕተን ኣርብዓን ብዘየገድስ በየናይ ዓይነት ኣፀሓሕፋ ብዩኤስ ኣፀሓሕፋ ኣለዉ ብዝተፈላለየ ዓይነት ወይ ድማ ናይ ምዕራባውያን ሃገራት ኣፀሓሕፋ ኣለዉ እዚ ተሃዋሪ ዘመልክት ዘሎ ከምዚ ዓይነት ኣፀሓሕፋ እውን ክህልወና ክእል እዩ ብዘየገድስ እዚ ክንደይ ዲግሪ እዩ ኣብዚ ሕጂ ክልተ ሰለስተ ሕቶ ኣለና ብመጀመርታ ን ኣብ ነፍሲ ወከፍ ደሎ ዲግሪ እንድሕር ደኣ ንዓ ክንስእላ ደሊና ኣብዚ ትሰንትር ኣላ እታ ኣርባዕተ ትብል ደላ ናብዚ ጌርና ያልና እታ ንእሽተይ ማለት እዩ እታ ንእሽተይ ቀስቲ እንደገና ኣርባዕተ ትብል ደላ ከዓኒ ኦፕ ይቕሬታ ንሳ ከዓ ብካልእ ቀስቲ ተዓባይታ ዝነውሐት ቀስቲ ማለት እዩ ንሳ ከዓ ብዝርባዓላ ንበላ ሕጂ እቲ ዝሓተና ደሎ እቲ ሞንጎ ኣርባዕተን ሸሞንተን ደሎ ዲግሪ ክንደይ እዩ እቲ ኣርባዕተን ኣርባዓንስ ክንደይ ዲግሪ ሕጂ ንሕና ኣብዚ ክንዕዘቦ ደለና እቲ ካብ ሓደ ክሳብ ዓሰርተ ቆፂርና ክንከይድ ኮልና ኣብ ሰርክል ኢና ደለና ባይዘወይ ተቐንዲ ክንሪኦ ደለና ሓንቲ ሰርክል ከዓኒ ኣቐዲምና ንፈልጦ ነገር እንታ ደኣ ሃሊ እቲ ናታ ኣፕቲቲድ እቲ ናታ ኣብ ውሽጢ ዘሎ ኣብቲቲድ 360 እዩ እዚ ከኣቲ ብሰንቲፊክ ዝተ ፊክስ ዝኾነ ነገር እዩ ድሕሪ ሕጂ ብዚ ንሕና ክንዕዘቦ ደለና ኦኬ 12 ካብ ሓደ ክሳብ 12 እንድሕር ቆፂርና 360 ኣቢልና ኣለና ማለት እዩ ንሕና ምክንያቱ ኣብ ሰዓት ክንቆፅር ከለና ከዓኒ ካብ ሓደ ክሳብ ዓሰርተ ክልተ ዜርና ኢና ናብ ነበርናዮ ንምለስ ዘለና ስለዚ ኢና ከዓኒ ምስ ሰለስተ ሚእትን ስሳንስ ምትሓዝ ኣለዎ ክንብል ድኸኣልና ሕጂ ግን ንሕና ካብ ኣርባዕተ ክሳብ ሸሞንተ ካብ የድልየና ኣርባዕተን ኣርባዓን ኣብ ነፍሲ ወከፍ ሰዓት ክንደይ ዲግሪ ኣሎ ክንዕዘብ ንኽእል ኢና ንሱ ኸ እንታይ ንብል ኦኬ ሰለስተ ሚእትን ስሳን ንሱ ዓሰርተ ክልተ ሰዓት እዩ ኢልና ሃዋር ኢልና ግን ሓደ ሰዓት ካ የድልየና ኣሎ ሓደ ሃዋር ካ የድልየና ኣሎ ሓደ ሃዋር ከዓኒ እምበኣርከስ እንታይ ኢና ንገብር 360 ዝተማቕሎን 12 ንሱ ከዓኒ 30 ዲግሪ ኣለና ማለት እዩ ኣብ ነፍሰ ወከፍ ሰዓት እዚ ክንብል ከለና ሕጂ እንታይ ማለት እዩ እታ ሕቶና ንክንሪኣ ኣብዚ ኣለና ሓደ ክልተ ሰለስተ ሓንቲ እውን ናብዚ ትኸይድ ኣላና ማለት እዩ ኣብዘን ኩለን ሰሰላሳ ዲግሪ ኣለና ኣብዚ ሰላሳ ኣብዚ ሰላሳ ኣብዚ እውን ሰላሳ ኣብዚኣ ከዓ ካብ ሓሙሽተ ክሳብ ኣብዚ ዘላ ናይ ዒስራ ዝተወሰነ ዲግሪ ኣለና ክንደይ ምዃኑ ግን ብዘየገድስ ኦኬ እዚ ሕጂ ንሕና እቲ ዘገድሰና ደሎ ነጥቢ ኦኬ ኣብዚ ኹን ፅሕፎ ደለና ብመጀመርታ ነታ መልሲ ንምርካብ እቲ ኣርባዕተን ኣርባዓን ዝብለና ደሎ ንሱ እንሆ ንምርካብ ብመጀመርታ ሰለስተ ግዜ ሰላሳ ኣለና ሰለስተ ዝረብሖ ሰለስተ ሰዓት ማለት እዩ እቲ ዘለና ንሰለስተ ሰዓት ትሓልፍ ስለ ደላ ብዘይገድስ ብሚኒት ዋላ ይኹን ንሱ ዝረብሖ ሰላሳ ኣለና እንደገና ተደመሮ ዝተረፋ ኣብ መንጎ ሕጂ ንኣብነት ካብ ካብ ሓሙሽተ ክሳብ ኣርባዕተ ሰላሳ ዲግሪ እንድሕር ኢልና እዚኣ ግን እታ ምስ ኣርባዓ ደላ እንተገደደ ዝተወሰነ ሕንፃፅ ኣሎ ካብዚ ክሰዓብ ዘለና ተን ዒስራ ደቂቕ ተን ዒስራ ደቂ ዝሓለፋ ከምኡ ከዓ ተን ኣርባዓ ደቂ ዝሓለፋ ኣለዋና ከምኡውን ተን ዝተረፋ ዒስራ ደቂ ኣለና ናብ ሓሙሽተ ንክፅጋዕ ማለት እዩ ሕጂ ንሕና እንታይ ማለት ይበሃላና እተን ዒስራ ሚኒት ንሰን እየን ዘገድሰና ከምኡውን ኣርባዓ ሚኒት ዝሓለፈ ኣሎ እቲ ሓሳብ ግን ንሕና ናይ ክልቲኡ ክንዕዘቦ እንድሕር ዳኣ ደሊና ሓደ ሃዋር 30 ዲግሪ ኢልና ሕጂ እንታይ እዩ ብመንጽር ሚኒት ክንረኽቦ ኣለና ኣብዚ ከኣ እንታይ ጽቡቕ ነገር ዒስራን ኣርባዓን ክልተ ምሉእ ቁጽሪ እዮም እዚ ማለት ዒስራ ናይ ሓደ ሓደ ሃዋር ስሳ ሚኒት እዩ ሕጂ ዒስራ ሚኒት ከኣኒ ይቕሬታ ሚኒት እዩ ሓደ ሃዋር ስሳ ሚኒት ከኣኒ ክልተ ስሳ ሚኒት ከኣ ሓደ ኣብ ርእሲ ሰለስተ እዩ ሓደ ኣብ ርእሲ ሰለስተ ናይ ሓደ ስሳ ሚኒት እዩ ኣርብዓ ሚኒት ከኣኒ ክልተ ኣብ ርእሲ ሰለስተ ናይ ስሳ ሚኒት እዩ ናይ ሓደ ሰዓት እዩ ባይዘወይ ዜሮ ዜሮ ናብኡ ይድመፅ ሕጂ በዚ ተመርኪስና ከዓ ንሕና እንታይ ክንብል ኢልና ተደመሮ ብሓደ ኣብ ርእሲ ሰለስተ ናይ ሰላሳ ዲግሪ ምክንያቱ ዘክርዎ እንታይ ኢልና ነርና ስሳ ሚኒትስ ሰላሳ ዲግሪ ኢልና ነርና በንጻሩ ሓደ ሰዓት ማለት እዩ ኣብዚ ሕጂ እንታይ በና ኣሎ ሰለስተ ግዜ ሰላሳ ትስዓ በና ተደመሮ ብሰለስተ ሓደ ብሰለስተ ዓሰርተ ተደመሮ ዓሰርተ እምበኣርከስ ኣርባዕተን ኣርባዓን ሓደ ሚእቲ ዲግሪ ኦኬ እዚኣ ረኺብናያ ኣለና ግን ካልእ ኣገዳሲ ከዓኒ ኣብ ውሽጢ ዘሎ ዲግሪ ካብ ረኽብናዮ እቲ ብደግእ ዘሎ ዲግሪ ክልኣ ክንደይ እቲ ብድሕርኡ ዘሎ ማለት እዩ እቲ ብድሕርኡ ዘሎ ንድሕር ክንሪኦ ደሊና ከዓኒ ኦኬ ብመጀመርታ ከምዚ ክንገብር ንኽእል ኢና ካብ 8 ክሳብ 9 ሓደ 30 ኣለና ከምኡ ውን ክሳብ 1 ሓደ 30 ክሳብ 1 ሓደ ሓደ 30 ክሳብ 12 ካልኣይ 30 ሓደ ሰላሳ ክልተ ሰላሳ ኣርባዕተ ሰለስተ ሰላሳ ኣርባዕተ እውን ሰላሳ ሽዑ ከዓኒ ካብዚያ ክሳዕ ካብ ተን ዝተረፋ ኣርባዓ ደቂ እውን ንምልከታን ዓይነተን ክልተ ብሪ ሰለስተ ናይ ሓደ ሱሳ ሰን እውን ምስአን ንድመር ሕጂ እንድሕር ንሱ ቆፂርናዮ እንታይ ክንገብር ኢና መጀመርታ ክንፅሕፈሉ ኢና ሓደ ክልተ ሰለስተ ኣርባዕተ ሓሙሽተ ሽዱሽተ ሸውዓተ ሸሞንተን ገለን ኣለዋና እዚ እንታይ ንምባል እዩ ሕጂ ሕጂ ንኣብነት እዚኣ እንድሕር ደኣ ትሓቶ ኤያ ነይራ እንድሕር ኢልና ቢ ብዝለና ቢ እንታይ ይብለና ናይታ ቢ ንክንረኽባ እምበኣር ሸሞንተ ሸሞንተ ግዜ ሰላሳ ዲግሪ ኣለኩም ግን ተደምሮ ተን ክልተ ብርእሲ ሰለስተ ድበልናያ ታብዚ ዘላ ተን ክልተ ብርእሲ ሰለስተ ናይ ሱሳ ከዓ ኣለኩም ትብለና ኣላ ማለት እዩ ክልተ ብርእሲ ሰለስተ ይቕሬታ ናይ ሱሳ ሕጂ እንታይ ንገብር ኢና ብመጀመርታ ኣነጣፍኦ ኢና ከለና ዳይሬክት ሰለስተ ናይ ሰላሳ ዲግሪ ይቕሬታ ክልተ ብርእሲ ሰለስተ ናይ ሱሳ ግን ብዲግሪ ስለ ንዛረብ ደለና ከምዚ ናተይ ጌጋ ከይትፍፅሙ እቲ ዲግሪ ኢና ንፅሕፎ ደለና ናይ ሰላሳ ሰለስተ ብሰለስተ ከዓኒ ሰለስተ ብሰለስተ ሓደ ብሰለስተ ከዓኒ ዓሰርተ ኣለና ማለት እዩ እዚ ማለት እንታይ ማለት እዩ እንድሕር ዳኣ ርኢናዮ ሸሞንተ ግዜ ሰላሳ ክልተ ሚእትን ኣርባዓን ኣለና ምክንያቱ ሸሞንተ ዝርባሕ ሰለስተ እዩ ስራን ኣርባዕተን እዩ እታ ዜሮ ንሕውሳ ክልተ ሚእትን ኣርባዓን ትበና

ኦኬ እቲ ዝተረፈ እቲ ሬስት ንሱ እቲ ሬስት 260 እዩ እቲ ዝተዋህበና 4 4 ከዓኒ እቲ ዘለና ሰዓት ከዓኒ ሓደ ሚእቲ እዩ ኣብዚ ሓደ ኣገዳሲ ጉዳይ ክነብሎ ደለና ክንዕዘቦ ደለና ኣቐዲምና እንታይ ኢልና ነርና ሓደ ሰዓት 360 ዲግሪ ኢልና ሕጂ ከድኣኒ ንምርጋጽ ሚእቲ ዲግሪ ትኸይድዎ ዘሎ ሰዓት ትዘሎ ሰዓት ማለት እዩ ተደመሮ ክልተ ሚእትን ስሳን ድሕሪ ደሚርናዮ እዚ ዳይሬክት ሰለስተ ሚእትን ስሳን ክበና እዩ እዚ ከዓኒ ኩሉ ምስ ዘወረ እዩ ዓሰርተ ክልተ ሰዓት ምስ በጻሕት እዩ ተመሊሳስ ኣብቲ ዝነበረቶ ምስ ትምለስ ሕጂ ምሽ ኣብዝላ ኢልና ኣለና ተመሊሳ ናብታ ነበረታ እንድሕር መጽያ ማለት ኣብዝን ኣብዝን ኣለዋ ተመሊሳ ናብታ ነበረታ ተተመሊሳ ባርከስ ዜራ 12 ሰዓት ዜራ ኣላ ማለት እዩ እዛ ኣብ ነፍሲ ወከፍ 12 ሰዓት ኣብ ዘወረትሉ 360 ዲግሪ ማለት እቶም ቀንዲ እቶም ቀንዲ ኣገደስቲ ሓበሬታታት ክንዕዘቦም ደለና ሕጂ እዚኦም እዮም እንደገና ከዓኒ እቲ ሚኒት ብመንፅር ሰዓት ክንዕዘቦ ኣለና